ብሕቡእ ዝጸልኡኻ ወይ ዘይፈትዉኻ ሰባት ንምፍላጥ ኩሉ ግዜ ቀሊል ኣይኮነን፣ ምኽንያቱ ስምዒቶም ሸፊኖም ክቐርቡ ስለ ዝኽእሉ። ይኹን እምበር፣ ስነልቦናዊ መጽናዕትታት ከም ዘርእይዎ፣ እዞም ዝስዕቡ ሓሙሽተ ምልክታት ብሕቡእ ንዝጸልኡኻ ሰባት ንምልላይ ክሕግዙኻ እዮም። ሰላም፣ እዚ ቻናል ስነልቦና እዩ። እዚ መደብ ዘሰናደእልኩም ድማ ኣነ ሓፍትኹም ሊድያ እየ። ነዚ ቻናል ሓደሽቲ እንተኾይንኩም ሰብስክራይብ ግበሩ። ቀዳማይ፣ ብላግጺ ምዝላፍ። እዞም ሰባት ንዘረብኦም ከም ሽኮር ብዝመቀረ ዋዛ ሸፊኖም እዮም ዘቕርብዎ። ልክዕ ከምቲ ኣብ ውሽጢ ጥዑም ምግቢ ተሓቢኡ ዝወሃብ መርዚ፣ እቲ ዘረባ ክትሰምዖ ከለኻ ይቖርጸካ፣ ክትምልሰሉ ግን ዋዛ እዩ ዝብል መከላኸሊ ስለ ዘለዎም የጸግመካ። እዚ ሜላ እዚ ንዓኻ እናጎድኡ ንሳቶም ግን ከም ቀለድቲ ኮይኖም ንኽረኣዩ ዝጥቀምሉ ተንኮል እዩ። ፊት ንፊት መጺኦም እጸልኣካ እየ ወይ በዚ ነገር'ዚ ቀኒኤልካ እየ ክብሉ ድፍረት የብሎምን። ስለዚ ነቲ ውሽጣዊ ጽልኦም ብላግጺ የውጽእዎ። ኣብ ቅድሚ ሰብ ንዓኻ ብምንኣስ ንሳቶም ልዕል ዝበሉ ኮይኖም ክስምዖም ስለ ዝደልዩ እዩ። ንዓኻ ተነቃፊ ገይሮም ብምቕራብ ንሳቶም ግን ላዕለዎት ኮይኖም ይቐርቡ። ሕማቕ ነገር ተዛሪቦም ንስኻ እንተ ተቖጢዕካ ኣታ ንስኻ እኮ ዋዛ ኣይትፈልጥን ኢኻ ወይ ኣዝዩ ከቢድ ሰብ ኢኻ ብምባል ነቲ ጌጋ ናባኻ ይቕይርዎ። እዚ ድማ ንሓቂ ገልቢጥካ ንሰባት ኣብ ኣእምሮኦም ጥርጣረ ምፍጣር ይበሃል። ድኽመትካ የጋልጹ ኩሉ ሰብ ዝፈልጦ ድኽመትካ ወይ ዝሓለፈ ውድቀት ኣልዒሎም ትዝክሮ ዶ እቲ መዓልቲ እናበሉ ሰብ እናሰሓቐ ንዓኻ የሕፍሩኻ ኣብ ቅድሚ ሰባት የዋርዱኻ በይንኻ ክትኸውን ከለኻ ኣይዛረቡን እዮም ምኽንያቱ መድረኽ ስለ ዘየለ ኣብ ቅድሚ ሰባት ግን ንዓኻ ኣላጊጾም ንሰባት ከስሕቑ ይጽዕሩ እዚ ዓይነት ርክብ ካብቲ ፊት ንፊት ዝግበር ጽልኢ ንላዕሊ ክሃስስ ይኽእል እዩ ምኽንያቱ ኣብ ገዛእ ርእስኻ ምጥርጣር ትጅምር፣ ሓቂ ድዩ ዋዛ ወይስ ብሓቂ ይጸልኣኒ ኣሎ እናበልካ ኣእምሮኻ ይርበሽ። ምስቶም ሰባት ክትራኸብ ከለኻ ወትሩ ኣብ ጭንቀት ትኸውን። ዋዛ ንሰባት ንምቅርራብን ንምሕጓስን ዝጥቀመሉ መሳርሒ እዩ። ሓደ ሰብ ንዋዛ ንዓኻ ንምጉዳእ ይጥቀመሉ እንተሎ ግን እቲ ዋዛ ናይ ጽልኢ ክዳን ተኸዲኑ ዝመጸ መጥቃዕቲ ምዃኑ ተረዳእ። ንከምዚኦም ሰባት ምላሽ ብምሃብ ግዜኻ ካብ ተጥፍእ ብንቕሓት ርእስኻ ምሕላው ዝበለጸ እዩ። ካልኣይ፣ ብዓወትካ ዘይምሕጓስ፣ ብዓወትካ ዘይምሕጓስ ሓደ ካብቶም ዝበለጹ መስትያት ኮይኑ፣ ልቢ ሰባት ክሳብ ክንደይ ጽሩይ ወይ ዝተበከለ ምዃኑ ዘርእዩሉ መንገዲ እዩ። ሓቀኛ መሓዛ ኣብ ግዜ ጸበባ ጥራይ ዘይኮነስ ኣብ ግዜ ሓጎስ እውን እዩ ዝፍተን። ሓደ ሰብ ብዓወትካ ክሕጎስ ዘይኽእለሉ ቀንዲ ምኽንያት ናትካ ዕብየት ንዓታቶም ዘለዎ ቦታ ስለ ዘዘኻኽሮም እዩ። ንስኻ ንቕድሚት ክትስጉም ከለኻ ንሳቶም ድማ ደው ኢሎም ከም ዘለዉ ይስምዖም። ስለዚ እቲ ጽልኢ ወይ ቅሬታ ምሳኻ ዘይኮነስ ምስቲ ናቶም ኢጎ እዩ። ዓወትካ ንዓታቶም ዘይፍጽምዎ ሕልሚ ወይ ዝሰኣንዎ ዕድል ስለ ዘዘኻኽሮም ነቲ ቃንዛ ንምዝሓል ዓወትኻ ከቃልልዎ ይጽዕሩ። ብሕቡእ ትጸልኡኻ ሰባት ንጻዕርኻ፣ ንለይቲ ምስ መዓልቲ ምስራሕኻን ንመስዋእትነትኻን ክርእዩ ፍቓደኛታት ኣይኰኑን። ስለዚ፣ ነቲ ዓወትካ ናብ ዕድል ጥራይ ይጸግዕዎ። እዚ'ኮ ዕድል ኰይኑካ እምበር ክንድኡ ኣይኰነን። ግዜኡ ስለ ዝፈቐደልካ እዩ። ሰባት ስለ ዝደገፉኻ እዩ። እዚ ንዓኻ ንምንኣስ ዘይኰነስ፣ ንባዕሎም ኣነ'ውን ዕድል እንተ ዝረክብ ከምኡ ምገበርኩ ነይረ ኢሎም ንርእሶም ንምጽንናዕ ዝጥቀሙሉ ናይ ምክልኻል ሜላ እዩ። ሓደ ዓቢ ዜና ምስ ትነግሮም እቲ ናይ ሓጎስ መድረኽ ንዓኻ ጥራይ ክኸውን ኣይደልዩን፣ ስለዚ ንሓንቲ ሰከንድ ጽቡቕ እዩ ካብ ምባል ሓሊፎም ብቕጽበት ናብ ካልእ ዘይተተሓዘ ርእሰ ጉዳይ ይዘሉ። እዞም ሰባት ንዓወትኻ ክሰምዑ ከለዉ ብቕጽበት ካብኡ ዝዓቢ ዓወት ከም ዘለዎም ወይ ከም ዝፈልጡ ክዛረቡ ይጅምሩ። ናትካ ዜና ንዓኣተቶም መወዳደሪ መድረኽ እዩ። ኣነ እኮ ቅድሚ ሰለስተ ዓመት ከምኡ ዓይነት ዕድል ገጢሙኒ ነይሩ፣ እዚ እኮ ጽቡቕ እዩ፣ ግን እከለ ዝገበሮ ዝበልጽ ይመስለኒ እዚ ስልቲ እዚ ናትካ ዓወት ተራ ከም ዝኾነ ንምርኣይን ንዓኻ ትሕት ንምባልን ዝጥቀምሉ እዩ። ቃላቶም እንኳዕ ደስ በለካ ክብሉ ይኽእሉ እዮም፣ ገጾም ግን ሓቂ ይዛረብ። እቲ ፍሽኽታ ክሳብ ዓይኖም ኣይበጽሕን፣ ብቕጽበት ካባኻ ንምርሓቕ ሰዓቶም ይርእዩ ወይ ቴለፎን ይሕዙ። ብዓወትካ ዘይሕጎስ ሰብ ኣብ ህይወትካ ምህላው ልክዕ ከም ሓደ ናብ ጎቦ ክትድይብ ከለኻ ካብ ድሕሪት ስሒቡ ዘውርደካ ጾር እዩ። ሓቀኛ ፈታዊ ዓወትካ ከም ገዛእ ርእሱ ዓወት ገይሩ እዩ ዝሪኦ። ብዓወትካ እዚ ዝቖስል ሰብ ግን ባዕሉ ብናይ ቅነ ሕማም ዝተለኸፈ ሰብ ስለ ዝኾነ ካብ ንዓኻ ምጥቃዕ ንላዕሊ ንርእሱ እዩ ዝሃሲ ዘሎ። ንስኻ ግን ዓወትካ ኣይተቋርጽ ምኽንያቱ ብርሃንካ ንዓኻ መንገዲ ክኸፍተልካ ከሎ ነቶም ዘይፈትዉኻ ድማ ዓይኖም ከጥፍኦም እዩ። ሳልሳይ፣ ምቁራጽ ዘረባ። ምቁራጽ ዘረባ ኣብ ላዕለዋይ ገጽ ክትሪኦ ከለኻ ናይ ስነ-ምግባር ጉድለት ጥራይ ክመስል ይኽእል እዩ፣ ይኹን እምበር እዚ ተግባር እዚ ብተደጋጋሚ ምስ ሓደ ሰብ ጥራይ ዝፍጸም እንተኾይኑ፣ ሓደ ካብቶም ዝረቐቑ ናይ ጽልኢ፣ ንዕቀትን ስልጣን ናይ ምርግጋጽን ስነ-ልቦናዊ መጥቃዕቲ እዩ። ሓደ ሰብ ሓሳብኻ ከይወዳእካ ዘረባኻ ክቆርጾ ከሎ ብተግባር ዝነግረካ ዘሎ ነገር ናትካ ሓሳብ ካብ ናተይ ኣይበልጽን እዩ ወይ ድማ ናትካ ቃላት ክሰምዕ ግዜ የብለይን ዝብል እዩ። እዚ ንዓኻ ከም ሰብ ዋጋ ናይ ምኽላእ ስራሕ እዩ። ብሕቡእ ዝጸልኣካ ሰብ ንዓኻ ከም ማዕረኡ ስለ ዘይርእየካ ሓሳብካ ክሰምዕ ዕድል ክህበካ ኣይደልን። እዞም ሰባት ዘረባኻ ቆሪጾም ጥራይ ኣይኮኑን ዝምለሱ ነቲ መድረኽ ጠቕሊሎም እዮም ዝወስድዎ። ንስኻ ብዛዕባ ሓደ ኣገዳሲ ነገር ክትዛረብ ትጅምር ንሳቶም ግን ኣብ ፍርቂ ቆሪጾም ናብ ገዛእ ርእሶም ወይ ናብ ካልእ ንዓኻ ዘይጠቅም ርእሰ ጉዳይ ይወስድዎ። እዚ ድማ ንዓኻ ካብቲ መድረኽ ኣውጺኡ ንዓኣቶም ዓወት ከም ዝተጓናጸፉ ገይሩ ስለ ዝስምዖም እዩ። ምቑራጽ ዘረባ መብዛሕትኡ ግዜ ካብቲ ኣነ ካባኻ እበልጽ ዝብል ድሕረ ባይታ እዩ ዝብገስ። ብሕቡእ እትጸልኡኻ ሰባት ንዓኻ ብትሕቲኦም ገይሮም ስለ ዝስእሉኻ ንዓኻ ክሰምዑ ዘይኮነስ ንዓኻ ክምህሩኻ ወይ ክእርሙኻ ጥራይ እዮም ዝደልዩ። ንዘረባኻ ምቁራጽ ማለት ንዓኻ ኣብ ትሕቲ ቁጽጽሮም ናይ ምእታው ሜላ እዩ። ብዛዕባ ሓደ ንዓኻ ኣዝዩ ኣገዳሲ ዝኾነ ስምዒት ክትዛረብ ከለኻ፣ ንሳቶም ብሃንደበት፣ ብኣጋጣሚ ሎሚ እከለ እናበሉ ርእሰ ጉዳይ እንተቐይሮም፣ እቲ መልእኽቲ ንጹር እዩ፣ ናትካ ስምዒት ንዓይ ዘገድሰኒ ኣይኮነን። እዚ ዓይነት ተግባር ብሕቡእ ጽልኢ ንዘለዎ ሰብ ከም መሳርሒ የገልግል፣ ምኽንያቱ ንዓኻ ብዘይ ዋጋ ከም ዝተረፍካ ገይሩ ስለ ዘሕስበካ። ኣብ ሓደ ጉጅለ ዕላል፣ ንኹሉ ሰብ ሰሚዖም ንዓኻ ጥራይ ዝቖርጹኻ እንተኾይኖም፣ እዚ ብፍላጥ ዝግበር ምግላል እዩ። እዚ ድማ ካብቶም ዝኸፍኡ ናይ ሕቡእ ጽልኢ ምልክታት ሓደ እዩ። ንዓኻ ኣብቲ ጉጅለ ድምጺ ከም ዘይብልካ ብምግባር ሞራልካ ንምስባር ይጽዕሩ። ዘረባኻ ዝቖርጽ ሰብ ንሓሳባትካ ጥራይ ዘይኮነስ ንመንነትካ እዩ ዝንዕቕ ዘሎ። ሓቀኛ ኣኽባሪ ሰብ ሓሳብካ እንተ ዘይሰማዕምዐሉካ ክሳብ እትውድእ ናይ ምስማዕ ትዕግስትን ክብርን ኣለዎ። ስለዚ ድምጺ ንዘይህቡኻ ሰባት ቃላትካ ኣይተባኽነሎም። ራብዓይ፣ ንናይ ስራሕኻ ወይ ንጻዕርኻ ዋጋ ምኽላእ። ሓደ ሰብ ጻዕርኻ ክነዕቕ እንተደልዩ ዝጥቀመሉ ቀዳማይ መሳርሒ ዕድል እዩ። ንዓሰርተ ዓመት ዝተጋደልካሉ ዓወት ግዜኡ ፈቒድልካ እዩ ወይ ዕድለኛ ስለ ዝኾንካ እዩ ይብሉኻ። እዚ ማለት ድማ ንስኻ ብቕዓት ስለ ዘለካ ዘይኮነስ ብሃንደበት ዝመጸካ ነገር'ዩ ማለቶም እዩ። ንጻዕርኻ ናብ ዕድል ብምጽቃዕ ነቲ ንስኻ ዘርኣኻዮ ፍሉይ ተውህቦን ተወፋይነትን ካብቲ ስእሊ ኣውጽእዎ። ንስኻ ንኣዋርሕ ዝደኸምካሉ ስራሕ ምስ ኣሳኻዕካዮ፣ ንሳቶም እዚ እኮ ቀሊል እዩ ወይ ዝኾነ ሰብ ግዜ እንተረኺቡ ክሰርሖ ዝኽእል ነገር እዩ ይብሉኻ። እዚ ምንእኣስ ይበሃል። ሓደ ዓቢ ነገር ከም ንእሽቶን ተራን ጌርካ ብምቕራብ፣ ንዓኻ እቲ ዝተሰምዓካ ናይ ዓወት ስምዒት ክንክመውት ይገብሩ። ዕላማኦም ንስኻ ፍሉይ ስራሕ ከም ዝሰርሕካ ከይስምዓካ ምዕጋት እዩ። እዞም ሰባት ንስራሕኻ ምሉእ ብምሉእ ኣይክሕዱን ይኾኑ፣ ግን ወትሩ ጎደሎ ይረኽቡሉ። እወ፣ ስራሕኻ ጽቡቕ እዩ፣ ግን እቲ ግዜ ዝወሰደልካ ኣዝዩ ብዙሕ እዩ። እወ፣ ተዓዊትኻ ኢኻ፣ ግን እቲ ፋይናንሳዊ ረብሓኡ ብዙሕ ኣይኮነን። እቲ ግን ዝብል ቃል ነቲ ቅድሚኡ ዝተባህለ ናይ ናእዳ ቃል ንምድምሳስ ዝተዓለመ እዩ። ንዓኻ ኣብቲ ዓወትካ ጥራይ ክትሕጎስ ኣይፍቐዱልካን፣ ወትሩ ሕጽረት ከም ዘለካ ገይሮም የርእዩኻ። ወርቂ ኣብ ጸልማት እውን እንተተቐበረ ወርቂ እዩ። ጻዕርኻ ዋጋ ዝኸልኡ ሰባት ነቲ ወርቂ ሓጺን ክብልዎ ይኽእሉ እዮም፣ እዚ ግን ዋጋ እቲ ወርቂ ኣይቕንሶን እዩ። ስራሕኻ ንባዕሉ ይዛረብ፣ ንዓኻ ዘይድግፉ ሰባት ድማ ብባዕሎም ኣብቲ ዝነጽሕዎ ቅንኢ ክሓርሑ ደጎም። ሓምሻይ፣ ንስሕተትካ ጥራይ ምጽባይ። ብሕቡእ ዝጸልኡኻ ሰባት ንዓሰርተ ዓመት ሰናይ ነገር ክትገብር ትኽእል ኢኻ፣ ንሳቶም ግን ነቲ ጽቡቕ ነገርካ ንምርኣይ ዕዉራት እዮም። ሓንቲ መዓልቲ ግን ብጌጋ ሓንቲ ቃል እንተ ተዛሪብካ ወይ ንእሽቶ ስሕተት እንተ ጌርካ ንሳቶም ቀዳሞት ምስክር ይኾኑ። እቲ ጌጋኻ ንዓኣቶም ብዓል እዩ። ንዓኣቶም ቴስዓን ትሽዓተን ጽቡቕ ግብርኻ በቲ ሓንቲ ጌጋኻ ትድምሰስ እያ። ሓቀኛ መሓዛ እቲ ቴስዓን ትሽዓተን ጽቡቕ ግብሩ ዝረኣየሉ ክብል ከሎ እቲ ብሕቡእ ዝጸልኣካ ሰብ ግን እቲ ሓቀኛ መንነቱ እታ ሓንቲ ጌግኡ እያ ኢሉ ይነስሓ። ዓላምኦም ንስምካን ንመንነትኻን ኣብ ዙርያ እታ ሓንቲ ድኽመትኻ ጥራይ ተሓጺሩ ከም ዝተርፍ ምግባር እዩ። መብዛሕትኡ ግዜ ነቲ ነቐፌታኦም ብሽፋን ምኽሪ ወይ ንሓቀኝነት ገይሮም የቕርብዎ። ኣነ እኮ ስለ ዝፈትወካ እየ እዚ ዝነግረካ ዘለኹ፣ ከይትጋገ ኢለ እየ። ግን እቲ ነቐፌታኦም ኣብ በይንኻ ዘይኮነስ ኣብ ቅድሚ ሰብ እዩ ዝመጽእ። ዕላምኦም ንዓኻ ንምእራም ዘይኮነስ ንዓኻ ምሕሳርን ንሳቶም ድማ ካባኻ ዝበለጹን ዝለበሙን ኮይኖም ንኽረኣዩ እዩ። ስሕተት ክትገብር ከለኻ እቲ ዝረኣይዎ ሓጎስ ብቓላት ክግለጽ ዘይኽእል እዩ። ኣነ እኮ ቀደም ተዛሪበ ነይራ፣ ኣነ እኮ ይፎልጦ እየ እናበሉ ንውድቀታ ከም ናቶም ናይ ትንቢት ዓወት ገይሮም ይጥቀምሉ። ኣብ ክንዲ ዝድንግጹልካ እቲ ዝሓብእዎ ጽልኢ ብሓጎስ ተሸፊኑ ይወጽእ። ስሕተትኻ ዝቖጽር ሰብ ሒሳብ መምህርካ ኣይኮነን። ብሕቡእ ውድቀትካ ዝምነ ተንኮለኛ እዩ። ሓቀኛ ፈታዊ ንስሕተትኻ ይሽፍነልካ፣ በይንኻ ጸዊዑ ድማ ይመኽረካ እቲ ብሕቡእ ዝጸልኣካ ግን ጌጋኻ ንዓለም የቃልሖ ስለዚ ኣብ ከምዚኦም ዓይነት ሰባት ጸጥታ ዝበለጸ መሳርሒ እዩ። ዝኸበርኩም ኣሕዋት እዞም ሪኢናዮም ዘለና ሓሙሽተ ምልክታት ሓደ ዓቢ ሓቂ ይነግሩና ጽልኢ መብዛሕትኡ ግዜ ናይቲ ጸላኢ ውሽጣዊ ቃንዛ እምበር ናትካ መንነት መግለጺ ኣይኮነን ሓደ ሰብ ብሕቡእ ክጸልኣካ ከሎ ንዓኻ ስለ ዘይፈትወካ ጥራይ ዘይኮነስ ነቲ ኣብ ውሽጥኻ ዘሎ ብርሃን፣ ተውህቦ ወይ ድማ ጽንዓት ክጻወሮ ስለ ዘይከኣለ እዩ። ስለዚ እዞም ሰባት ኣብ ህይወትካ ክትረኽቦም ከለኻ ክትስዕቦም ዝግበእካ ዓበይቲ ስነልቦናዊ መትከላት ኣለዉ። ከምቶም ዝጸልኡኻ ክትኸውን ኣይትፈትን። ንሳቶም ብላግጺ ስለ ዝዛረቡኻ ንስኻ እውን ክትላግጽ እንተ ጀሚርካ ኣብቲ ንሳቶም ዘለዉዎ ታሕተዋይ ደረጃ ወሪድካ ኣለኻ ማለት እዩ። ብልጫኻ ዘርኢ ኣብ መንነትካ ጸኒዕካ ብሉጽ ስራሕ እናረእካ ብኽብሪ ክትነብር ከለኻ እዩ። ንሳቶም ንኽትወድቅ ክጽበዩ ከለዉ ንስኻ ግን ናብ ዝለዓለ ደረጃ ክትድይብ ኣለካ። ኣብ ጉዕዞ ህይወትካ ኩሉ ሰብ ክፈትወካን ከጠቓዕልኻን ምጽባይ ድኽመት እዩ። እቶም ዝጸልኡኻ ከምቲ ኣብ ጎቦ ክትድይብ ከለኻ ዘጋጥመካ ንፋስ እዮም። ጉዕዞኻ ክኸብደካ ይገብሩ ይኾኑ፣ ግን ክሳብ ክንደይ ሓያል ምዃንካ እውን የርእዩኻ እዮም። ስለዚ ነዞም ምልክታት ተገንዚብኻ ኣእምሮኻ ካብ ሕማቕ ጸቕጢ ኣውጺእካ ምስቶም ዘተባብዑኻን ሓቀኛ ፍቕሪ ዘለዎም ሰባት ጥራይ ተጓዓዝ። ንሎሚ ዘዳለኹልኩም መደብ እዚ ይመስል። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።